ኣነ ናይ ሓቂ ጉንዲ ወይኒ እየ፣ ተኻሊኡ ኸኣ ኣቦይ እዩ። ነቲ ኣባይ ዘሎ ፍረ ዘይፈሪ ዘበለ ዅሉ ጨንፈር የርሕቖ፣ ነቲ ፍረ ዝፈሪ ዘበለ ጨንፈር ግና ኣዝዩ ምእንቲ ኽፈሪ የጽርዮ። ንስኻትኩም ከኣ ሳላ እቲ ዝነገርኩኹም ቃል ድሮ ንጹሃት ኢኹም። ኣምላኽና ዝተመስገነ ይኹን እዘን ሰለስተ ጥቕስታት ንኹላተን ቃል ብቓል ክንርኤን ኣዝዩ ነዊሕ ግዜ ክወስደልና እዩ ግን ብሓደ ፓራግራፍ ወይ ድማ ብሓደ ሙሉእ ሓሳብ ክንርኤን ኢና ሓሙሽተ ሙሉእ ሓሳባት እየን ዘለዋ ኣብዘን ሰለስተ ጥቕስታት እታ ቀዳመይቲ ኣነ ናይ ሓቂ ጉንዲ ወይኒ እየ እትብል ቃል እያ የሱስ ክርስቶስ ናይ ሓቂ ግንዲ ወይኒ እየ ኢሉ ነዛ ቓል እዚኣ ክምህሮም ከሎ፣ ንዓና እቲ ድሕረ ባይትኡ ኣይሁድ ስለ ዘይኰንና ብዙሕ ገሊጹ ኣይረኣየናን እዩ። ነቶም ደቀ መዛሙርትን ንኣይሁድን ግና እዚ ትምህርቲ እዚ ኣጸቢቑ በሪሁ እዩ ዝረኣዮም። ምክንያቱ ክልተ ታሪኻዊ ድሕረ ባይታ ኣሎ ብዛዕባ እታ ጉንዲ ወይኒ ማለት እዩ። እቲ ቀዳማይ ታሪኻዊ ድሕር ባይታ እንድሕር ርኢና ኣብ ብሉይ ኪዳን እስራኤል ጉንዲ ወይኒ ተባሂላ እያ ትጽዋዕ ነይራ። ኣቦ ዝተኸላ ጉንዲ ወይኒ ተባሂላ እያ ትጽዋዕ ነይራ። ብዙሕ ጥቕስታት ኣብ ብሉይ ኪዳን ኬድና ክንረክብ ንኽእል ኢና። ሓንቲ ጥቕሲ ጥራይ ግን ሎም መዓልቲ ከንብበልኩም እየ። ኣብ መዝሙር ሰማንያ ካብ ፍቕዲ ሸሞንተ ስጋብ ዓሰርተ ሓደ ዘሎ ቃል እንድሕር ርኢናዮ ጉንዲ ወይኒ ካብ ግብጺ ኣውጻእኩኻ ኣሕዛብ ሰጎጉኻን ሰጎጉኻውን ተኸል ሶሪ ባይብለይ ከንብብ ጉንዲ ወይኒ ካብ ግብፂ ኣውፃእኩኻ ኣህዛብ ሰጊጎውን ተኸልካያ ኣብ ቅድሚኣ ኣብ ቅድሚኣ ቦታ ኣዳሉኻ ሱር ሰደደት ምድሪ እውን መልአት ኣኽራን ብፅላላ ተኸኑ ጨናፍር ድማ ከም ፅሕድታት ኣምላኽ ነበሩ ኣምላኽ ዝተመስገነ ይኹን ሓደ ሓደ ግዜ ቴክኖሎጂ ሕማቕ እዩ ኮፒ ጌርካ ፔስት ክትገብሮ ከለካ ዋላ እቲ ስፔሊኑ ተጋጊ እዩ ዝኸይድ እሺ እግዚኣብሔር ይመስገን እንታይ ዝብል ዘሎ መሲለኩም ነዛ ጉንዲ ወይኒ ካብ ግብፂ ኣውፂኡ ከም ዝተኸላ ካብ ብዙሓት ድማ ተኸላኺሉ ከም ዘዕበያ ፅሕዳ ከም ዝወፀት ከም ዝዓበየትን ከም ዝሰፍሐትን ይዛረብ ስለዚ እስራኤል ኣብ ብሉይ ኪዳን ጉንዲ ወይኒ'ያ ተባሂላ ትጽዋዕ ነይራ። ንብዙሓት ድማ መጽለሊት ከም ዝኾነት ኣብ ብሉይ ኪዳን ብዙሕ ግዜ ይዛረበላ እዩ። ኣብ ኢሰያስ ክንመጽእ ከለና ኣብ ኤርማስ ክንመጽእ ከለና ግና እዛ ዝተተኽለት ጉንዲ ወይኒ መጺጽ ከም ዝፈረየት ኣምላኽ ተኸናኺንዋ ከሎ ኣምላኽ እቲ ዝደልዮ ፍረ ከም ዘይፈረየት ይዛረብ እዩ። ስለዚ እስራኤላውያን ብመሰረቱ ንሕና ኢና ጉንዲ ወይኒ ኢሎም እዮም ርእሶም ዝሓስቡ፣ ምኽንያቱ ኣብ ብሉይ ኪዳን ንዓታቶም እዩ ተባሂሉ። ስለዚ የሱስ ክርስቶስ ክመጽእ ከሎ እታ ኣብ እስራኤል ተባሂላ ዘላ ጉንዲ ወይኒ ንሳ ኣይኮነትን እታ ናይ ሓቂ ጉንዲ ወይኒ፣ ኣነ እየ እቲ ናይ ሓቂ ጉንዲ ወይኒ፣ ኣነ እየ እቲ ምንጪ ናይ ጽቡቕ ፍረ። ንሳ እታ ብሉይ ኪዳን ዝነበረት ጽላሎት ከም ዝነበረት፣ ግናኸ እቲ ዝመጽእ መሲሕ እቲ ናይ ሓቂ ግንዲ ወይኒ ክርስቶስ ከም ዝኾነ እዩ ዝዛረቦም ዘሎ። ንሳቶም ርእሶም ግንዲ ወይኒ ኢና እናበሉ ከለዉ፣ ግናኸ የሱስ መጺኡ ኣነ እየ እቲ ንዘመናት ዝተጸበኹሞ ምክንያቱ ኣብ ቤተ መቕደሶም ኣብ ቤተ መቕደሶም ብወርቂ ዝተሰለመ ጉንዲ ወይኒ ፍረ ናይ ወይኒ ኣሎ፣ ኩሉ ግዜ ክኣትዉን ክወፁን ከለዉ ዝርእይዎ። ሕጂ ክኣትዉን ክወፁን ክርእይዎ ከለዉ እንታይ እዮም ዘመላኽቶም ዝነበረ? ክልተ ነገር እዩ። እስራኤላውያን ናብቲ ቤተ መቕደስ ክኣትዉ ወይ ክወፁ ከለዉ ነቲ ፍረ ወይኒ ክርእይዎ ከለዉ ንሕና ኢናታ ናይ ሓቂ ግንዲ ፍረ ወይኒ ኢሎም እዮም ንርእሶም ዝሓስብዋ። እዚ ምልክትና እዩ እዚ ኣርማና እዩ ኢሎም እዮም ዝሓስቡ ካልኣይ ከዓኒ እቲ ትንቢታዊ መልእኽቲ ናይቲ መሲህ ምዃኖም ድማ ገሊኦም እውን ዝሓስቡ ነይሮም ክመፅእ ዘለዎ ናይ ብሓቂ ጉንዲ ወይኒ ምዃኑ ድማ ክርስቶስ ኢሎም ድማ ዝሓስቡ ነይሮም ስለዚ የሱስ ክርስቶስ ካብቲ ድሕሪ ባይታኦም ተበጊሱ ማለት እዩ እቲ ክመፅእ ዘለዎ ናይ ሓቂ ጉንዲ ወይኒ ንሱ ከም ዝኾነ እቲ ምንጪ ንሱ ከም ዝኾነ ተኻሊኡ ኸኣ ኣቡኡ ከም ዝኾነ እዩ ዝዛረቦም ዘሎ ኣምላኽ ዝተመስገነ ይኹን እንታይ እዩ እቲ ዘመሓላልፎ ዘሎ መልእኽቲ እንድሕር ኢልና እስራኤል ዘይኮነት ናይ ሓቂ ጉንዲ ወይኒስ ኣነ እየ እቲ ናይ ሓቂ ጉንዲ ወይኒ እስራኤል ዘይኮነስ ምንጪ ናይ ጽቡቕ ፍረስ ኣነ እየ እቲ ምንጪ ናይ ጽቡቕ ፍረ ኢሉ እዩ እቲ መልእኽቲ ዝነግሮም ዘሎ ናይቲ ኣብ ህይወት ሰብን ኣብ ህይወቶምን ክመጽእ ዘለዎ መንፈሳዊ ፍረ ኣዝዩ ሰናይ ዝኾነ ፍረ ክንመክንከዶ ኢና እቲ ፍረ ብርሃን ድዩ ፍረ ጽድቂ ድዩ ፍረ መንፈስ ቅዱስ ድዩ ፍረ ሰናይ ምግባር ድዩ እዚ ኹሉ ሲ እስራኤል ዘይኮነሲ ኣነ'የ እቲ ምንጪ ኢሉ እዩ ዝዛረብ ዘሎ። ኣምላኽ ዝተመስገነ ይኹን። ስለዚ ነቲ ምንጪ እዩ ዘፋልጦም ዘሎ። ናይቲ ኩሉ ጽቡቕ ነገር ፍረ ምንጩ ንሱ ምዃኑ እዩ ዝዛረቦም ዘሎ። ኣቦኡ ድማ ተኻሊ ናይቲ ወይኒ ከም ዝኾነን ሰባት ኣብ ብሉይ ኪዳን ናይ ብሓቂ ወይኒ ከባሂሎም ክጽውዑ እንድሕር ኮይኖም ናብ ሕብረት እስራኤል እዮም ዝጽንበሩ ነይሮም ኣብቲ ሕብረት እስራኤል ክኣትዉ ነይርዎም ኣብ ሓድሽ ኪዳን ግና ክርስቶስ የሱስ ምስ መፀ ሰብ ናይ ብሓቂ ፍረ ፅጥቂ ክፈሪ እንድሕር ኮይኑ ኣምላኽ ዝደልዮ ነገር ኣብ ህይወቱ ክፈሪ እንድሕር ኮይኑሲ ምስ እስራኤል ምጥባቕ ኣየድልዮን እዩ እቲ ናይ መጀመርታ ክገብሮ ዘለዎ ምስ ሓቀኛ ዝኾነ ምንጪ ናይ ኩሉ ሰናይ ነገር ዝኾነ ክርስቶስ ምጥባቕ የድልዮ እዩ እቲ ካብኡ ሕልፍ ኢሉ ድማ ቅድሚ ምስ ቤተ ክርስቲያን ምጥባቑ ቅድሚ ንሓድሕዱ ምጥባቑ ቅድሚ ንሓድሕዱ ሕብረት ምግባሩ እውን ምስቲ ምንጪ ዝኾነ ስለዚ ሰብ መንፈሳዊ ፍረ ክፈሪ እንድሕር ኮይኑ ሰናይ ነገር ካብ ህይወቱ ክወፅእ እንድሕር ኮይኑ ፍረ ፅድቂ ካብ ውሽጡ ክበቁልን ክዓምብብን ክቕንጠብን እንድሕር ኮይኑ ኣቐዲሙ ናብ ቤተ ክርስቲያን ኣይኮነን ዝፅምበር ናብቲ መሰረታዊ ምንጪ ዝኾነ ክርስቶስ የሱስ እዩ ክጣበቕ ዘለዎ። እቲ ሳልሳይ መልእኽቱ እቲ ሕብረት እዩ ዘመልክተና ዘሎ ኣብ መንጎ ጉንድን ጨንፈርን ዘሎ ጥቡቕ ዝኾነ ሕብረት ጽንሕ ኢልና ክንሪኦ ኢና እቲ ጨንፈር ብዘይ ጉንዲ ክፈሪ ከም ዘይክእል እቲ ጨንፈር ካብ ርእሱ ምንም ነገር ክገብር ከም ዘይክእል ስለዚ ሕብረት ክንብል ከለና ንሓድሕድና ዘዘለና ሒዝና ኢና ንመጽእ እሞ ንሓብር ማለት እዩ እቲ ምስቲ ጉንዲ ንገብሮ ሕብረት ግና ካብኡ ፍልይ ዝበለ እዩ ፍጹም ጽግዕተኛታት ኮይንና ብዘይብኡ ወላ ሓንቲ ክንገብር ከም ዘይንኽእል ተረዲእና ካባና ክወፅእ ክቕንጠብ ዘለዎ ፅቡቕ ነገር ከም ዘየለ ኣሚንና ናይቲ ኣብ ህይወትና ክመጽእ ዘለዎ ፍረ ናይቲ ኣብ ህይወትና ክግለጽ ዘለዎ ፍረ ናይቲ ኣብ ህይወትና ሰባት ክርእዮም ንኣምላኽ ክብሪ ክብሉ ዘለዎም ጽቡቕ ነገር ምንጩ ሓደን ሓደን እዩ፣ ንሱ ኸኣ እቲ ሓቀኛ ጉንዲ ወይኒ የሱስ ክርስቶስ መሲህና። እዚ እብሎም ኣሎ ንዓታቶም ኦፈንድ ከም ዝገብሮም እዚ ትምህርቲ እዚ ፍሉጥ እዩ ነዊሕ ግዜ ክለይም ክገብሩ ጸኒሖም እዮም ንሕና ኢና ንሕና ኢና ንሕና ኢና እዮም ክብሉ ጸኒሖም ንስኻትኩም ኣይኮንኩምን እስራኤል እውን ኣይኮነትን እዚ ኣብዛ ኣቐሚጥኩሞ ዘለኹም ምስሊ ንሱ እውን ኣይኮነን። እቲ ናይ ሓቂ ንህይወት ሰብ ብጽቡቕ ነገር ክስልም ዝኽእል ምንጪ ክኸውን ዝኽእል ኣነ እየ ዝብል ዘሎ ኣምላኽ ዝተመስገነ ይኹን። ስለዚ ፍጹም ዝኾነ ጽግዕተኛ ኾንካ ምስ ኣምላኽ እትገብሮ ሕብረት እዩ። ኣስተብሉላ ኢኹም እታ ጽግዕተኛ ምዃን ብዝጸናሕናዮ መጠን ብዝነበርናዮ መጠን ባዶነትናን ምንም ከም ዘይኮና እናተረዳእና ክኸይድ ከሎ ኢና ፍጹም ምጽጋዕ ፍጹም ምጥባቕ እንጣበቕ ምስ ኣምላኽ ኣነ ገለ ነገር እየ ኢልና ክንሓስብ ምስ ጀመርና ግን ባዕላትና እንገብሮ ነገር ኣሎ እሞ ንሱ ኸዓ ካብቲ ጸጉኡን ካብቲ ጉንድን ይፈልየና እግዚኣብሔር ካብዚ ከምዚ ይሰውረና ናይዛ ናይ ብሉይ ኪዳን ወይኒ ተኻሊኣ ኣቦ እዩ ነይሩ። ካብ ግብፂ ኣውፂኡ ዝተኸላን ዝተኸናኸናን ክትፈርን ክትዕንብብን ዝገበራ ኣቦ እዩ ነይሩ። ነዛ ኣብ ሓድሽ ኪዳን ትትከል ዘላ ወይኒ ድማ ተኻሊኣ ኣቦ እዩ። ስለዚ ሓደ ኣማኒ ምስቲ ጉንዲ ጥራይ ዘይኮነስ ምስቲ ተኻልእ ጉንዲ ኸኣ ምስኡ ኸኣ ሕብረት ክንገብር ከም ዘለዎ እዩ ዘስምዓና ዘሎ ሃዋርያት ዝምህርዎ ዝነበሩ ትምህርቲ ኣብ ቀዳማይ ዮሃንስ ምዕራፍ ሓደ ፍቕዲ ሰለስተ ከምዚ ይብለና ንስኻትኩም ድማ ምሳና ሕብረት ምእንቲ ክህልወኩም ኢልና ነቲ ዝረኣናዮን ዝሰማዕናዮን ንዓኻትኩም ንነግሮ ኣለና ሕብረትና እውን ምስ ኣቦን ምስ ወዱ የሱስን እዩ ኢሉ ነዚ እቲ ሕብረት ምስቲ ተኻልን ምስቲ ጉንድን እዩ ኣማኒ ምስቲ ተኻሊ ዝኾነ ኣቦን ምስቲ ጉንድን እንድሕር ተጣቢቑ ጥራይ እዩ ፍረ ክፈሪ ዝጅምር ስብሓት ንወዲ ኣምላኽ ይኹን ስለዚ ክፈሪ እየ ኢልካ ይኮንካን ትፈሪ ማለት እዩ ብግበር ኣይትግበር ኣይኮንካን እትፈሪ ብጻዕሪ እውን ኣይኮንካን እትፈሪ እቲ ሓደ ክንገብሮ ዘለና ንሕና ምስቲ ምንጪ ምስቲ ዓይኒ ምስ ምስቲ ኩሉ ነገር ካብ ህይወትና ከፍልቕን ከውፅእን ዝኽእል ነገራትና ቀይሩ ሰባት ክገብረና ዝኽእል ምንጭና ዝኾነ ክርስቶስ ምስ ኢና ክንጣበቕ ዘለና ኣምላኽ ዝተመስገነ ይኹን ነዊሕ ግዜ ስለ ዘለና ከመይ ኢልና ንጣበቕ ዝብል ሓሳብ ከመይ ጌርና ምስ ኣቦ ሕብረት ንገብር ዝብል ሓሳብ ክንትንክፎ ኢና ግናኸ እቲ ጽሑፍ እንታይ ዝብል ዘሎ ምስቲ ጉንድን ምስቲ ተኻሊኡን ሃዋርያት ከዓ ንሱ እዮም መስኪሮም ምሳና ሕብረት ቅድሚ ምግባርኩም ሕብረትና ቅድም ምስ ኣቦ ምስ ወዱ የሱስ ክርስቶስ እዩ። ካብኡ እተላዕለ ድማ ኢና ሕብረት ንገብር ሓደ ንገብር። ኣምላኽ ዝተመስገነ ይኹን። እታ ሳልሰይቲ ሓሳብ ነቲ ኣባይ ዘሎ ፍረ ዘይፈሪ ዘበለ ኩሉ ጨንፈር የርሕቆ እትብል ቃል ኣላ። እዛ ቃል እዚኣ ቅርብ ኢልና ክንሪኣ ኣለና ምኽንያቱ ብዙሕ ግዜ ነገቲቭ መልእኽቲ ተመሓላልፍ ዘላ እዩ ዝመስለና ምኽንያቱ ነዚ ከምዚ ዘይፈሪ ሰብሲ የሱስ ክርስቶስ ቁርፅ ኣቢሉ ድርብይ ዘብሎ እዩ ዝመስለና ግናኸ ናብቲ ናይ ግሪክ ቃል ክንከይድ ከለና እቲ መልእኽታ ንሱ ኣይኮነን እታ የርሕቆ ትብል ዘላ ናይ ግሪኽ ቃል ኣሄርዮ እትብል ቃል እዩ ዝጥቀም። እዛ ኣሄርዮ ትብል ቃል ድማ ምልዓል፣ ንላዕሊ ሓፍ ምባል ወይ ድማ ምውፃእ እያ እተመልክት። ስለዚ እንታይ ዝብሎም ዘሎ ናይ ብሓቂ ምሳይ እንድሕር ተጣቢቕኩም ምስቲ ምንጪ እንድሕር ተጣቢቕኩም ወይኒ ሓደ ጀርድነሪ ናቱ እቲ ጎንዲ ናብ ሓመድ እንድሕር ወዲቑ ክፈሪ ስለ ዘይክእል ምስቲ ሓመድ ስለ ዝተሓዝ ነቲ ዝወደቐ ጨንፈር የልዕሎ እዩ ትኽ የብሎ እሞ ጽቡቕ ፍረ እዩ ዝፈሪ ስለዚ ይድርብዮ ኣይኮነን ዝብለና ዘሎ የውፅኦ ኣይኮነን ዝብለና ዘሎ ሓንሳብ ምስ ተጣበቐሲ ክወድቕ ይኽእል እዩ ምስ ሓመት ክላገብ ይኽእል እዩ ግና ከም መታን ክፈርሲ ካብቲ ወዲቕዎ ዘሎ ነገር እንታይ ይገብሮ ማለት እዩ የውፅኦ የቕንዖ ሊፍት ኣፕ ይገብሮ ማለት እዩ ኣምላኽና ዝተመስገነ ይኹን እምበሺ እታ ካልኣይቲ ቃል ክንሪኣ ከለና እታ ምቑራፅ እትብል ቃል ኣባያ ዘላ ነዚኣ ቁርብ ትንክፍ ከብል ኣለኒ ማለት እዩ እዚ ሓጂ እቲ መሰረታዊ ነገር ንሕና ክንመፅእ ከለና ምስቲ ጉንዲ ክንጣበቕ ከለና ብዙሕ ናይ ሓመድ ነገር ብዙሕ ናይ ምድሪ ነገር ብዙሕ ናይ ዓለም ነገር ሒዙና እዩ ዝፀንሕ ዝጎተና ነገር ዝመልሰና ነገር ብዙሕ ነገር ኣሎ። ምስቲ ጉንዲ ምስ ተጣበቕና ግና ጎይታ እቲ ጉንዲ፣ ኮስኳሲ ናይቲ ጉንዲ፣ ተኻሊ ናይቲ ጉንዲ መታን ክንፈርሲ ካብቲ ወዲቕናዮ ዘለና ኣልዕል የብለና፣ የቕንዓና፣ ትኽ የብለና እሞ ፍረ ክንፈሪ ንጀምር። ስብሓት ንወዲ ኣምላኽ ይኹን። ስለዚ የርሕቆ ክብል ከሎ ኣምፅኣ ኣቢሉ በንቂሱ ይድርብዮ ኣይኮነትን እተስምዕ እታ ቃል ኣብ ቅድሚ መምሃራን እንዴት ዛረብ ዘለኹ ድሓር ክእርሙ ንኽእሉ እዮም ድሕር ተጋጊ ማለት እዩ ኣምላኽ ዝተመስገነ ይኹ ግን ኣፅኒዐ ርኤ ሃሰስ ኢለ ምስ ረኣኽዎ ቀደም ከምኡ እዩ ዝመስለና ነይሩ። ቁርፅ ኣቢሉ ድርብይ ዘብሎ እዩ ዝመስለና ነይሩ። ግን ቁርፅ ኣቢሉ ይኮነን ዝድርቢ ጎይታ። ኣሜን ዶኒ የልዕል እዩ እግዚኣብሔር። ምስቲ ጉንዲ ጥራይ ተጣበቕ እምበር መታን ክትፈሪ እንታይ ይገብረካ እዩ የልዕለካ እዩ ሊፍት ይገብረካ እዩ የውፅኣካ ካብቲ ሓመፅ ኣልይ ኣቢሉሲ የቕንዓካ እሞ ክትፈሪ ከዓ ትጅምር ኣሜን ዶኒ ምልዓል ንላዕሊ ሓፍ ምባል ምውፃእ እዩ ዘስምዕ እረ ኣሜን ባኒ ምናልባት እዚ መዓልቲ እዚ ኣብቲ ጉንዳ ኣለኹም እሞ ብገለ ነገር ዝወደቕኩም ብዘገለ ነገር ማለት ባይታ ዝበትኩም ሰባት እንድሕር ሃሊኹም እቲ መልእኽቲ ንዓኻትኩም ክኸውን ይኽእል እዩ መታን ፅቡቕ ፍረ ክትፈርዩ ዘልዕል ጎይታ እዩ እቲ ተኻሊ ሓፍ ዘብል ካልኣይ ዕድል ዝህብ እዩ ዘውፅእ እዩ ሕርስሓትካ ከተናግፍ ዝገብር እዩ እሞ ኣይድርብን እዩ ኣይቆርፅን እዩ ኣይርሕቐካን ድማ እዩ ምስ ጠጠበቕካ ናባይ ዝመፀ ዘበለ ኩሉ ንወፃኢ እንታይ ይገብሮን እየ ኣይድርብዮን እየ ኢሉ ኣይድርብዩን እዩ ጎይታ ኣይድርብየካን እዩ ከልዕለካ ግን እዩ ከጽርየካ እዩ ግን ሓፍ ከብለካ እዩ ጎይታ እዚ እግዚኣብሔር ኣምላኽ ነቶም ናብቲ ሓቀኛ ጉንዲ ዝተጣበቑ ሲ የልዕሎም ከም ዝኾነ እዩ እቲ ቃል ኣምላኽ ዝነግረና ዘሎ ወዲቕካ ኣይትተርፍን ኢኻ እዩ መልእኽተይ ማለት እዩ ጨንፈርሲ ናብ ሓመድ እንድሕር ዘዝዩስኒ እቲ ዋናታ ወይኒ ሱቕ ኢሉ ኣይርእዮን እዩ ምክንያቱ ወይኒ ባዕሉ ጠጠው ክብል ኣይክእልን እዩ ከተቕንዖ ኣለካ ኩሉ ግዜ ምስ ዕንጨይቲ ጌርካ ከተተሓዞ ኣለካ ስለዚ ይወድቕ እሞ ተቕንዖ ትኽ ተብሎ እናፈረየልካ ድማ ይመፅእ ጽቡቕ ነገር ድማ እናረኣኻ ትመጽእ። እግዚኣብሄር ወዲቕካ ኣይገድፈካን እዩ፣ ወዲቕካ ኣይገድፈክን እዩ። ምስቲ ጉንዲ ጥራይ ክትጣበቕ ፍቓደኛ ኹን እሞ ካብ ዝወደቕካዮ ዘልዕል ኣምላኽ መሊሹ ሊፍት ዝገብር እግዚኣብሄር ከም ዝኾነ እቲ መልእኽቱ ንሱ እዩ። ኣምላኽ ዝተመስገነ ይኹን። እቲ ሳልሳይ ሓሳቡ ድማ ነቲ ፍረ ዘይፈሪ ዘበለ ጨንፈር ግና ኣዝዩ ምእንቲ ክፈሪ የጽርዮ ኢሉ ርኢኹም ነቲ ምፍራይ ዝጀመረ ጨንፈር እቲ ወዲቑ እዩ ጸኒሑ የልዕሎ እዩ ሊፍት እዩ ዝገብሮ እዚ ከዓ ክፈሪ ጀሚሩ ኣሎ ኣብ ህይወቱ ጽቡቕ ነገር ጀሚሩ ኣሎ፣ ነገር ግን ኣጸቢቑ መታን ክፈሪ ኣብዚሑ መታን ክፈሪ ኣብዚሑ ክፈሪ እስከ በሉ ሃለሉያ። ምክንያቱ ብዙሕ ፍረ እንተፈረኹም ኣቦይ በዚ ይኸብር ደቀ መዛሙርተይ ድማ ክትኮኑ ኢኹም። ብዙሕ ፍረ መታን ብዙሕ ፍረ ክፈርሲ የጽርየ ኢሉ ሕጂ እታ ናይ ግሪኽ ቃል እዛ ቃል እዚኣ እታ ምጽራይ ትብል ተተርጒማ ዘላ ምቑራጽ ወይ ድማ ምግዛር ምጽልጻል ዝብል ሓሳብ ድማ ኣለዋ እታ ቀዳመይቲ የርሕቆ ትብል ኣብቲ ናይ ግሪኽ ቃል ሓፍ የብሎ እዩ የልዕሎ እዩ የውጽኦ እዩ ዝብል ሓሳብ እዩ ዘለዋ ስለዚ ነቲ ዝወደቐ ነቲ ዝቐነነ የልዕል እዩ እግዚኣብሔር ኣምላኽና ስብሓት ንኣምላኽ ይኹን ነቲ ዝፈሪ ዘሎ ግን ኣብቲ ኦልቲሜት ዕላምኡ መታን ክበጽሕ ኣብቲ ክበጽሖ ዘለዎ መታን ክበጽሕ እሲ የጽርዮ እናጽረዮ ይኸይድ እዩ እቲ ታሪኽ ዝሓለፈ ግዜ ተንቲንልና ምዕራፍ 13 ይጅምር ኢየሱስ ክርስቶስ ንሃዋርያት ምጽራይ ዝጀመረ ካብ ዓሰርተ ሰለስተ እዩ። ኣእጋሮ ምስ ሓጸቦ ጸሪኹም ኣለኹም ነጺሕኩም ኣለኹም ኢልዎም። ካብቲ ናይ ካብኡ ጀሚሩ እቲ ናይ ምጽራይ ስራሕ ከም ዝጀመረ ይነግረና እዩ ቃል እግዚኣብሔር። ስለዚ ከመይ ገይሩ እዩ ነቲ ክፈሪ ዝጀመረ እግዚኣብሔር ዘጽርዮ እንድሕር ኢልና ድማኒ ብቓሉ እዩ። ኣምላኽ ዝተመስገነ ይኹን ኣብኡ ጠቒስዎ ኣሎ ኤፌሶን ምዕራፍ ሓሙሽተ ፍቕዲ ዕስራን ሓሙሽተን ስጋብ ዕስራን ሸውዓተን ንማሕበሩ ዘፍቀራ የሱስ ክርስቶስ ከምቲ ክርስቶስ ንማሕበሩ ዘፍቀራ ኣቱም ሰብኡት ኣንስትኹም ኣፍቅሩ ክርስቶስ ብቓሉ ገይሩ ብምሕፃብ ማይ ምስ ኣፅርያ ምእንቲ ክቕድሳ ርስሓት ወይ ዕጣር ወይ ገለ ነዚ ዝመስል ዘይብላ ብዘይ መንቅብ ቅድስትን ክብርትን ማሕበር ገይሩ ንኡ ምእንቲ ከቖማ ኢሉ ርእሱ በጃ ሃበ ኢሉ እቲ ክልተ ክርስቶስ ንማሕበሩ ዘጽርየሉ መገድታት ኣብኡ ኣቐሚጥልና ኣሎ እታ ማሕበር ክትጸሪ እታ ማሕበር መንቅብ ዘይብላ ክትከውን እታ ማሕበር ንጽህቲ ክትከውን እቲ ሞት በጃነቱ ደሙ ዝፈሰሰ ንምፅራይ እታ ማሕበር ንምቕዳስ እታ ማሕበር እዩ ነይሩ ስለዚ ብደሙ ገይሩ ንማሕበሩ የንፅሃ እዩ ብሞት በጃነቱ ገይሩ ንማሕበሩ የንፅሃ የፅርያ ዕጣር ዘይብላ ረስሓት ዘይብላ ይገብራ ምክንያቱ ክትፈሪ ምእንቲ ኣሜን ዶኒ ኣምላኽ ዘፅርየና ኣምላኽ ዘንፅሃና ኣምላኽ ዝቕድሰና ኣምላኽ መመሊሱ ኣባና ኢንቨስት ዝገብር ንምንታይ ተልና ፍረ ክንፈሪ ምእንቲ ስለዚ ሞት በጃነት ናይ ክርስቶስ ነታ ማሕበር ከጽርያ ስለዚ እቲ ቀዳማይ ዘጽርየሉ እቲ ብሞቱ ዝተረኽበ ደሙ ዝፈሰሰ ደሙ ነታ ማሕበር የጽርያ እዩ ኣብ ራእ ዮሃንስ ክንከይድ ከለና ክዳውንቶም ብደም እቲ ገንሸል ሓጺቦም እንታይ ዝገበሩ ዘጻዕደው ስለዚ ደም እቲ ገንሸል ንሓጢኣት ይሓጽብ ደም እቲ ገንሸል ንህይወት ይሓጽብ፣ ደም እቲ ገንሸል ንሕልና ይሓጽብ፣ ደም እቲ ገንሸል ንህይወትና ኩሉ የጽርን የንጽህን። ስብሓት ንወዲ ኣምላኽ ይኹን። እቲ ካልኣይ ብቓሉ ብምሕፃብ ማይ ዝብል ቃል ኣሎ ኣነ ብናተይ ትግርኛ ከምዚ ምገበርክዎ ብቓሉ ገይሩ ከም ምሕፃብ ማይ ገይሩ መፅረያ ቃል ኣምላኽሲ ከም ምሕፃብ ማይ ገይሩ ነታ ማሕበር እንታይ ገብራ የፅርዮ ንኣተሓሳስባና የፅርዮ ንልቦናና የፅርዮ ነረኣያና የፅርዮ ነቲ ዘለና ክብርታት የፅርዮ ነቲ ዘለና መረዳእታታት የፅርዮ ክብሪ ንኣምላኽ ይኹን። ስለዚ እዛ እታ እታ እታ ክትፈሪ ዘለዋ ጨንፈር ክትጸሪ ኣለዋ ማለት እዩ። እታ ብዙሕ ፍረ ክትፈሪ ዘለዋ ጨንፈር ክትጸሪ ኣለዋ ብቐጻሊ ማለት እዩ። ብቐጻሊ እትጸሪ ጨንፈር እያ። ኣብዚሓ ክትፈሪ ምእንቲ ኣብዚሓ ከተውፅእ ምእንቲ ኣብዚሓ ጽቡቕ ነገር ክርከባ ምእንቲ ስለዚ እቲ ሓይሊ ደሙ ሎሚ እውን ንምንጻህና እሙን እዩ ንምጽራይና እሙን እዩ ገጽ ጎይታ ክሳብ እንርኢ ደም የሱስ ክርስቶስ ካብ ኩሉ ሓጢኣትናን ዓመፃናን ከፅርየናን ከንፅሃናን እሙንን ጻድቕን እዩ ኣምላኽና ዝተመስገነ ይኹን ገጽ ጎይታና ክሳብ እንርኢ ስለዚ ሓደ ካብቲ ኣብ ቅድሚ ጎይታ ኣበርን ነቐፋን ዘይብልና ብዘይዕጣር ኮይንና ክንርከብ ዝገብረና እቲ ብሞት ብትንሳኤ የሱስ ክርስቶስ ዝተረኽበ ናይ ዶሙ ሓይሊ እዩ ኣሜን ዶኒ እቲ ካልኣይ ግና ኣብቲ ዕለታዊ ህይወትና ፅኒሒልና ድሕሪ እዚኣ ዘላ ጥቕሲ ክንሪኣ ከለና ኣብኡ ቁሩብ ክንተንክፋ ኢና እቲ ንህይወትና ዘፅርዮ ንረኣያና ዘፅርዮ ነተሓሳስባና ዘፅርዮ ንኩሉ ኣመላኻኽታና ከም ናይ እግዚኣብሄር ዝገብሮ ቃል እግዚኣብሄር እዩ ዳስዋይ እዩ ብምሕዳስ ሓሳብኩም እንታይ ግበሩ ዝብለና ተለወጡ። ስለዚ ኣተሓሳስባና ዝልውጥ፣ ኣረኣእያና ዝፅውጥ፣ ተግባራትና ዝልውጥ፣ ህይወትና ነገራትና ዝልውጥ ማለት እዩ ምህሮ ክርስቶስ እዩ ማለት እዩ። ክብሪ ንጎይታ ይኹን። ከም ምሕፃብ ማይ ገይሩ የፅሬናን ይሓፅበናን ማለት እዩ። እታ ሳልሰይቲ ከባድ እያ። ሰብ ብደም የሱስ ክርስቶስ ክጸርን ክነጽህን ይኽእል እዩ። ብማይ ከም ቃል ኣምላኽ ክጸሪ ይኽእል እዩ። ብሓዊ ኸኣ ዝጸሪ ኣሎ። እታ ብሓዊ ምጽራይ ከባድ እያ። ኣምላኽ ኢዱ ኸልዕል ከሎ መታን መጻኢኻ ክጽብቕ ብፍርዲ ክሕልፈካ ከሎ መቕጻዕቲ ክሕልፈካ ከሎ እትመጽእ በትሪ ኣምላኽ እያ ስለዚ ጎይታ ብቓሉ ከጽርየና ክደሊ ከሎ እምቢተኛታት ኣይንኹን ብቓሉ ከቕንዓና ክደሊ ከሎ ንቓሉ ኢግኖር ኣይንግበሮ፣ ረጊጽናዮ ኣይንኺድ። ምክንያቱ ሓደ ካብቲ ትምህርቲ ክርስቶስ ከጽርየናን ከቕንዓናን ኣምላኻዊ ፍረ እንፈርየሉ ህይወት ክህልወና ምእንቲ ዝገብረና እዩ። በደል በዲልና ክዳንና ክረስሕ ከሎ ጽድቅና ክባላሾ ከሎ ድማ ስም ጎይታ ንጽውዕ ደሙ ንጽውዕ ካብ ኩሉ ሓጢኣትና ድማ እንታይ ይገብረና የጽርየና እምቢተኛታት ክንከውን ከለና ዓመፀኛታት ክንከውን ከለና ንኣምላኽ ኣብ መገዱ ደው ክንብል ከለና ግና ከባድ እያ እዚ ናይ ሓዊ ምፅራይ ሕጂ ጥራይ ዝግበር ኣይኮነን ኣብ መወዳእታ እውን ህይወትናን ኣገልግሎትናን ብሓዊ ክሓልፍ እዩ ብሓዊ ሓሊፉ ዝተፈተነ ህይወት ብሓዊ ሓሊፉ ዝተፈተነ ኣገልግሎት ብሓዊ ሓሊፉ ዝፀንዐ ህይወት እዩ ኣብ ቅድሚ ኣምላኽ ናዳ ዝቐበል ኣምላኽ ንዓይ ደግፍ ንዓኻትኩም ድማ ይደግፍ ኣብ ኣሞጽ ሸውዓተ ሸሞንተ ከምዚ ኢሉ እግዚኣብሔር ኣምላኽ እዚ ኣርኣየኒ እነሆ እግዚኣብሔር ኣምላኽ ብሓዊ ክቐጽዕሲ ጸዊዐ ነቲ ዓብዪ ዓሚቕ ሞኽ ኣብሎ ነቲ ግደ ኸዓ በልዖ ይብል ክቐጽዕ ብሓዊ ኣለኹም ነምሳይ ሓዊ የጽሪ እዩ ሓዊ ይበርልዕ እዩ። ኣብ ህይወትካ ዘሎ ዝኸበረን ዝደመቐን ነገር ከም ወርቂ ተኾሊዑ ይወፅእ። ኣብ ህይወትካ ዘሎ ሓሰር፣ ኣብ ህይወትካ ዘሎ ዘይጠቅም ነገር ድማ ይበልዖ። ብዙሓት እቶም ብሓዊ ዝሓለፉ ሰባት እያደዮም ዝኾኑ በሰላ ኣለዎም፣ ጠባሳ ኣለዎም። ነዚ እግዚኣብሄር በቲ ዝቐለለ መገዲ እዩ ዝመፀካ ማለት እዩ ንሃዋርያት ከምኡ ኢልዎም መጀመርታ ድሕሪ እዚኣ ጥቕሲ ዘንብባ ንሳ እያ ንስኻትኩምሲ ሳላቲ ዝነገርኩኹም ቃል ድሮ እንታይ ኢኹም ንጹሓት ኢኹም ኢልዎም ኦረዲ ነቲ ቃል እንታይ ገይሮሞ ኣለዉ ተቐቢሎሞ ስለ ዘለዉ ኣብኣታቶም ናይ ምንጻህ ስራሕ ጀሚሩ ኣሎ ከምዚ ኣብዚ ዝበልኩኹም ኣብ ምዕራፍ 13 ጀሚሩ ኣሎ ኣእጋሮም ብምሕጻብ እግሩ ዝተሓጽበ ንጹህ ኢሉ ኩላኻትኩም ግን ኣይኮንኩምን ሓደ ኣሎ ኢልዎም ካብኡ ጀሚሩ ናይ ምንጻህ ኣገልግሎት ናይ ምጽራይ ኣገልግሎት ከም ዝጀመረ ይነግረና። ክምህሮም ከሎ ባህልኹም ግደፍዎ፣ ልምድታትኩም ግደፍዎ፣ ስርዓታትኩም ግደፍዎ፣ እቲ ዝብለኩም ዘለኹ ካብ ኣቦይ ዝሰማዕኩሞ ቃል ግና እንተገበርኩሞ ይብል ነይሩ። ኣምላኽ ዝተመስገነ ይኹን። ለዚ ሃዋርያት ንቓል የሱስ ክብለና ከሎ ንምህሮ ክርስቶስ እዮም ተቐቢሎም ምህሮ ክርስቶስ ክቕበሉ ከለዉ ድማ መንነት ክርስቶስ ተቐቢሎም ከምኡ ዶ ኣይኮነን ኢልዎም መን እዮም ዝብሉኒ ንዓይ ምስ በሉ ጴጥሮስ ዶ ኣይኮነን ንስኻ እቲ ንጽበዮ ዝነበርካ ክርስቶስ ወዲ ህያው ኣምላኽ ኢኻ ክርስቶስ ወዲ ህያው ኣምላኽ ምዃኑ መንነቱ ፈሊጦም ስዒቦሞ በዚ ምህሮ እዚ ድማ እናነጽሁን እናጸረዩን ይኸዱ ነይሮም ኣምላኽና ዝተመስገነ ይኹን እቲ ኣብ ምድሪ ክገብርዎ ዝነበሮም ነገራት ይምህሮም ነበረ ነዚ ምህሮ እዚ ድማ ተቐቢሎሞ ነይሮም ኣምላኽ ዝተመስገነ ይኹን ጸሓፊ ናይ እብራውያን ክብለና ከሎ እቲ ቓል ምስ ሰማዕቱ ብእምነት ስለ ዘይሓበረ እንታይ ኣይገበሮምን ኣይጠቐሞምን ስለዚ ዘንጽሆም ሰባት ዘጽርዮም ሰባት ክፈርዩ ዝገብሮም ሰባት በዓል መን እዮም እንድሕር ኢልና ነቲ ምህሮ ክርስቶስ ዝተባኣስዎን ዝተዳፍእዎን ዘይኮነሲ ንምህሮ ክርስቶስ ዝተቐበልዎ እዮም ንሰብ ተሰሎንቄ ሃዋርያ ጳውሎስ ስሊኦም ከመስግን ከሎ እቲ ብኣና እተሰብከ ወንጌል እቲ ብኣና እተሰብከ ስብከት ምህሮ ልክዕ ከምቲ ኮይንዎ ዘሎ ከም ቃል ኣምላኽ እምበር ከም ምህሮ ሰብ ስለ ዘይተቐበልኩሞ ኣባኻትኩም ድማ ይዓዪ ስለ ዘሎ ንኣምላኽ ነመስግኖ ኣለና ኢሉ እዚ ሃዋርያት ነቲ ምህሮ ክርስቶስ ምስ ተቐበልዎ እዮም ድሮ ክነጽሁ ጀሚሮም ክሳብ ዘይተቐበልናዮ ከመይ ገይሩ ከንጽሃና ክሳብ ዘይኣመንናዮ ከመይ ገይሩ ከንጽሃና ክሳብ ዘይተኣዘዝናዮ ከመይ ገይሩ ከንጽሃና ነቲ ቓል ክሳብ ዘይሰገድናሉ ከመይ ገይሩ ከንጽሃና ኣብ መዝሙር ሚእትን ዓሰርተ ትሽዓተን ፍቕዲ ትሽዓተ ጎበዝ ንመገዱ ብምንታይ የንጽሃ ከም ቃልካ ንነፍሱ ብምጥንቃቕ እዩ ኢሉ ነፍስና እነንጽሃ፣ ነፍስና እነጽርያ፣ ነፍስና እነስተኻኽላ ብኻልእ ነገር ኣይኮነን። ነፍስና ክትጸሪ፣ ነፍስና ክትነጽህ ርኢኹም፣ ናብ ፍረ ምፍራይ ኢና እቲ ዕላመትና ኣብቲ ፍረ ንምብጻሕ እዩ። መደብ ኣምላኽ ንሱ እዩ። ምኽሪ ኣምላኽ ንሱ እዩ። ሓሳብ ኣምላኽ ንሱ እዩ። ግና መገዲ ኣለዎ ናብኡ ንበጽሓሉ። መሰረት ኣለዎ ናብኡ ንበጽሓሉ። እቲ ቀዳማይ መሰረት ከምዚ ኣቐዲመ ዝበልኩኹም ምሉእ ብምሉእ ጽግዕተኛ ኾንካ ምስቲ ጉንድን ምስቲ ተኻሊ ጉንድን ሕብረት ምግባር እታ ኣብ ህይወትና ጽቡቕ ነገር ዝጀመረ ክፈርን ክዕንብብን ዝጀመረ ክዓብን ብዙሕ ፍረ ክንፈርን ግና ነቲ ናይ ክርስቶስ ምህሮ ክንቅበሎ ንርእስና ከም ቃል ኣምላኽ ክንጥንቀቐላ ባር የሱስ ካብ ኣቦ እዩ ነዚ ምህሮ እዚ ተቐቢልዎ። ኣነ ካብ ኣቦ ተቐቢለ እየ ዝህበኩም ዘለኹ ኢሉ። እዚ ካብ ኣቦ ዝተቐበሎ የሱስ ክርስቶስ ንዓይን ንዓኻትኩምን ካብ ሓጢኣትና ነፃ ዝቐብር ቃል እዩ። ኣምላኽ ዝተመስገነ ይኹን። ንሓሳባትና ዝልውጥ ቃል እዩ። ንቕድስና ዘነቓቓሓና ቃል እዩ። ንህይወትና ዘዕብን ዘፍርን ቃል እዩ። ንኣገልግሎትና ዘዕጥቕ ቃል እዩ። ንሓርነትና ዘብዝሕ ቃል እዩ። ንብርሃንና ዘድምቖ ቃል እዩ። ንጸላኢና ክንስዕሮ ዝገብረና ቃል እዩ ንኣምላኽ ስለ ቓሉ ኣመስግንዎ ክብሪ ሃብዎ ሃሌሉያ እቲ ምህሮ ክርስቶስ እዩ እቲ ምህሮ ክርስቶስ እዩ ንሰብ እዚ ኩሉ ነገር ክኸውን ዝገብሮ ነዚ ናብቲ ፍረ ክንበፅሕ እንድሕር ኮይኑ ሓቀኛ ጉንዲ የሱስ ክርስቶስ ምስኡ ዘይተጣበቕና ህይወት ምርካብና ርግጸኛታት ዘይኮንና ሎመዓልቲ እንቶ መትና መንግስቲ ኣምላኽ ከም ንኣቱ ኣብቲ ውሽጥና ማሕተም ዘይብልና ዘይተፈለጠና ሰባት ብንስሓ ናብኡ ምምጻእ ጥራይ እዩ ኣነ ምስ ሓቀኛ ጉንዲ ወይኒ ክጣበቕ ካብ ህይወተይ ጽቡቕ ፍረ ክፈሪ ይደሊ ኣለኹ ኢልካ ናብ ጎይታ ምምጻእ እዩ ኢለኩም ኣለኹ። ናብ እስራኤል ምኻድ ኣየድልየካን እዩ ወይኒ ንምዃን ምስ ቤተ ክርስቲያን ኣቐዲምካ ሕብረት ምግባር ኣየድልየካን እዩ። ቅድም ምስቲ ምንጪ ኢኻ ሕብረት ትገብር፣ ምስቲ ዓይኒ ማይ ኢኻ ሕብረት ትገብር። ነዚ ሎም መዓልቲ ኣብቲ ውሽኹም ጎይታ ክትቅበሉ ትደልዩ ሰባት ተሊኹም እዚ ዕድል እዚ ንዓኻትኩም እዩ። እዚ መልእኽቲ እዚ ንዓኻትኩም እዩ። ብሚድያ ዝሰምዑና ዘለው ድማ ናይ ብሓቂ ጽቡቅ ነገር ካባይ ምውጻእ ተሳኢኑ ትብሉ ሰባት ጽቡቅ ነገር ክወጽእ ካባኻትኩም ሰናይ ነገር ክወጽእ ካባኻትኩም ምስ ክርስቶስ የሱስ ምስቲ ጉንዲ ምጥባቕ እዩ ምናልባት ኣነሲ ደኺመ ኣለኹ ወዲቐ ኣለኹ ፍረ ይፈሪ ኣለኹን ድርቀት ይስምዓኒ ኣሎ እትብሉ ሰባት እንድሕር ሃሊኹም ድማ ኣይቆርፀካን እዩ ከልዕለካ እዩ ኣይቆርፀክን እዩ ከልዕለኪ እዩ ናብ ፍረ ክትበፅሕ ምእንቲ ዘልዕል ዝድግፍ ኣምላኽ እዩ ስብሓት ንወዲ ኣምላኽ ይኹን ካብቲ ዝተበላሸኻዮ ኣልዒሉ ሰብ ዝገብር ኣምላኽ እዩ ካብቲ ዘለካ ወልፌ ኣውጺኡ ንቑምነገር ዝገብር ኣምላኽ እዩ። ካብቲ ዘለካ በሰላታት ኣውጺኡ ሰናይ ዝገብር ኣምላኽ እዩ እሞ ከም ዘለኻዮ ምጻእ ናብ ጐይታ ኣልዕለኒ በሎ ንጐይታ ከልዕለካ እዩ። ኣተንስሓኒ በሎ ንጐይታ ከተንስኣካ እዩ። እቶም ክንፈሪ ጀሚርና ዘለና ድማ ከጽርየና ምእንቲ ከጽርየና ምእንቲ ንእሽተይ ብዛዕባ እታ ምግዛር ክዛረብ እየ። ከጽርየና ምእንትሲ ክገዝረና ነፍቅደሉ። ኣሜን ዶኒ ምግዛር ሓደ ሓደ ግዜ የሕምም እዩ። ኣለኹም ንምሳይ ካብ ግብፂ ወፂኦም ናብታ ናይ ተስፋ ምድሪ ክኣትዉ ከለዉ ምስ ዕልቦኦም ክኣትዉ ስለ ዘይብሎም ክግዘሩ ነይርዎም ኣብቲ ዝተገዘሩሉ እዋን ቃንዛ ነይሩ እዩ ኣለኹም ንምሳይ ግን ብሰናይ እዩ ኣሕዋተይ ፅቡቕ ነገር ካባና ንክወፅእ እዩ ኣሕዋተይ ሰናይ ነገር ካብ ህይወትና ንክወፅእ እዩ ኣሕዋተይ ጥራይ እግዚኣብሄር ዝፈርየሉ ዝርእየሉን ንሱ ዝኸብረሉን ፍረ ኣብ ህይወትና ይፍረ ንሱ ዝኸብረሉ ጽቡቕ ነገር ኣብ ህይወትና ይቀንጠብ። ብድሕሪኡ እግዚኣብሄር ይሕጐስ ብዙሕ ፍረ ክንፈሪ ከለና። ናይ ብሓቂ ናይ ክርስቶስ ሰዓብትን ደቀ መዛሙርትን ድማ ንኸውን። እግዚኣብሄር ኣምላኽ ዝተመስገነ ይኹን።